ዝኽርታ ዜማ እዛ መደብ እዚኣ ኣብ ህይወትና ዘጋጠመና ምስ ደርፍታትና እተኣሳሲርና ዝኽርና ይኹን ታሪክ ህይወትና ከምኡ እውን ኣገድልስቲ ሓሳባት ምስ ሰባት ንለዋወጠላ መደብ እያ። ስስዐ ኲናት ሓቀኛ ዝኽሪ ጸሓፍን ተራኽን ያዕቆብ ዳዊት ተላሊናዶ
ተላሊናዶ ዓርከይ ተላሊናዶ ተላሊና ከም ሓድሽ ሰላም ክቡራት ተኸታተልቲ ዝኽርታ ዜማ፣ ንሎሚ እውን ከምቲ ልሙድ ናይ ሓደ ሓውና ዝኽሪ ሕዘልኩም መጺኤ ኣለኹ። ዕላሉን ዝመረጻ ደርፍን ደስ ዝብል እዩ። እቲ ምንታይሲ እቲ ናቱ ዝኽሪ ዳርጋ ንኹሉ ኤርትራዊ ዝትንክፍ እዩ። ነብሲ ወከፍ ኤርትራዊ ዜጋ ወይ ብነብሱ፣ ወይ ብቆረብቱን ስግኡን ሕሰም ናይ ኩናት ዳርጋ ዘይጠዓመ የለን ንኩሉ ሰብ ትትንክፍን ገለ ነገር ተዘክርን ኮይና እያ ተሰሚዓትኒ ስለዚ ንዕላሉ ጾሚቀ ብጽሑፍ ኣዳልየ ናባኩም ከብላ እየ ኩቡራት ሰማዕቲ ድማ ምሳይ ክትሓብሩ ብክብሪ ዕድም ሽመይ በረኸት ክፍለ ወዲ ዒራ እየ ዝብሃል ኣስመራ እየ ተወሊደ ዓብየ ከም ኩሉ ኤርትራዊ ድማ ኣብ ሽሕን ትሽዓተ ሚእትን ተስዓን ኣርባዕተን ቀዳማይ ዙርያ ንሳዋ ወሪደ። ግቡእ ታዕሊም ወሲደ ድማ ኣብ ሓይልታት ተወዚዐ ከም ብጾተይ ሃገረይ ዝጸውዐትኒ ግቡእይ ኣብ ምግባር ነይረ። ሕጂ ድማ ኣብ ሽወደን ይቕመጥ ኣለኹ። ነዛ መደብ ምስ ረኣኹዋ ብቐጥታ ኣብ ርእሰይ ብዙሕ ነገርዩ ተሳኢለኒ። ኣብ ኩሉ ወራራት ስለ ዝተሳተፍኩ ኣብ ማህደር ዝኽረይ ብዙሓት ብጾተየ ሰኒደ። ዕድለኛ ኮይነ ከይተረፍኩ ንስድራይ ተመሊሰዮም። መሳኪን ብጾተይ ግን ንእስነቶም ከይጸገቡ ምንባር ከይበሃጉ ዘይትጽገን ህይወቶም ንሃገሮም ኣብ በረኻታት ኣዕጽምቶም ወፍዮምዮም። እቲ ኩሉ መስዋእቲ ክዝክሮ ከለኹ ሕማቕ ይስማዓኒ። ንምንታይ ሞት ኣድለየ? ደቂ ሰባት ስለምንታይ ንባእሲ ይመርጽዎ? ብፍቕርኺ ዘይፈትሕዎ ይብል ክንደይ ናይ ዓለም ኩናት ክርእን ምእንቲ ሰላም ምድላይ ሃገራት ዝሓለፍኦ ጸገማት ገለ መራሕቲ ንትምክሕቶም ክብሉ ዝተኸልዎ ኩናትን ዋላ ሐንቲ ኣፍልጦ ዘይብሎም መሳኪን መንእሰያት ክሃልቁን ክረግፉን ህዝቢ ኣባይቱ ገዲፉ ክስደድን ክማዛበልን ዘሎን ዝነበረን ጸገማት ከንብብን ክሰምዕን ከለኹ ስለምንታይ እናበልኩ በይነይ ብሕርቃነይ ድሳቐ። ንሕና ኤርትራውያን እውን ከምኡ እዩ ገጢምና። ናይ ብሓቂ ጉዳይ ደብድዩ ደም ብጾትና ሰትዩ ዋላስ መራሕቲ ክልቴና እዮም ህይወትናን ዕጽምትናን ንሞት ፈሪዶሞ ይብል መልሲ ግን ኣይረክብን ከም ኩሉ ሰበ ሸፈፍ ኢለ ዝሓልፎ ቀንዲ ነዛ ደርፊ ክሰምዕ ከለኹ ዝሰኣለኒ እንተሎ ብጾተይ እዮም ብፍሉይ ድማ ብልቢ ዝፈትዎ ዝነበርኩ ዓርከይን መምህረይን ይዝከረኒ። ሃልየስ ዛንትኡ በዛ ደርፊ ገይረ ሽም ብጻየይ ክዝክር ምኽኣለይ ሓበን ይስምዓኒ። ሽሙ ከልዕሎ ረዚን'ዩ። ኣብዚ ምቹእ ናብራ የሕልፍ ብምህላወይ ካብ ሃገረይ መውጸኢን ጠሊመ'ድየ እንዳበልኩ ነብሰይ ይወቅስ። ጠሊመ'ድየ? ኣይመስለንን። ኣነ ደኣ ከይከውን ተጠሊመ ድማ ይብል። ብዝኾነ ነዚ ኩሉ ሓቂ መጺኡ የነጽሮ ክኸውን። ዝጠለመ ኤርትራዊ መንእሰይ ግን ዘሎ ይመስለንን። መን እዩ ጠሊሙ? እዚ እውን ግዜ ኣፍ ኣውጺኡ ስለ ዝዛረብ ንግዜ ክገድፎ እየ። ኣዝየ ዝፈትዎ ዓርከይ ዮናስ ወዲ ባሕረ እዩ ዝበሃል። ነዊሕ፣ ቅጥን ዝበለ፣ ጸሊም ሕብሪ ገጽ ዝውንን እዩ። ወዲ ባሕሮ ቀጻሊ ኣብ ጉዕዘይ ኣብ ዓይነይ ዝስኣለኒ እቶም ብርስሓት ተዓኹሊሎም ካልእ ሕብሪ ዝተላበሱ ጀብጀብ ዕኹላል ጨጉሪ ርእሱ ካብ ዝኽረይ ዝሃሱ ኣይኮኑን ወዲ ባሕሮ ማንጁስ ኢሉዩ ዝጽውዓኒ ነይሩ ንሱ ናይ ሰማንያን ትሽዓተን ተጋዳላይ ስለ ዝኾነ መራሒ ጋንታና ኮይኑዩ ተቐቢልና ንኹልና ተወዚዕና ዝመጻናዮ እሞ ድማ ናብታ ጋንትኡ ዝኣተና ብጾቱ ከመይ ገይሩ ከም ዝተቐበለና ክነግረኩም ኣይክእልን እየ። ካብ ኩሎም ብጾተይ ብዕድመ ዝነኣስኩ'የ ነይረ። ስለ ዝኾነ ፍሉይ ኣተኣላልያን ሓልዮትን እዩ ዘርእየኒ ነይሩ። ጋንታና ካብ ኣተሓሕዛ ወዲ ባሕሮ ካብ ኩለን ብልጽቲ ኮይና'ያ ትወጽእ። ብተወፋይነት ከምቲ ንደቒ ኬርዋ ኣብ መንጎና ዝነበረ ፍቕሪ እውን ብወዲ ባሕሮ ተሰሪቱ እዩ። ከምዚ ዓብዪ ሓወይ ኮይኑ ስለ ዝስምዓኒ ካብ እግሩ ኣይተርፍን እየ ንሱ ውን ሕልፊ ኩሎም እዩ ዝፈትወኒ ነይሩ ብዛዕባ ሃገር ከዕልለኒ ከሎ እንታይ ይብለኒ ነይሩ መሲልኩም ሃገርና ብዙሓት ተጻባእቲ ኣለውዋ መዋእልና ድማ ኣብ ኲናትን ቅልውላውን ከም ንነብር ክገብሩና እዮም ስለዚ ንሕና ንኹሉ ግዜ ንዝመፀና መሰናኽላት ድልዋት ክንከውን ኣለና ሓንቲ ተፍራሕኒ ግን ፀላኢና ዘይተፀበናዮ ከይከውን ጥራያ እዛ ዘረባ ኩሉ ግዜ እያ ምሳይ ትኸይድ። መን እዩ እቲ ዘይተጸበናዮ ጸላኢ ክመጸና ክሳብ ዝቕሩብ ግዜ ይጽበ ነይረ። ኣብቲ ከምኡ ዝበለኒ ግዜ ብቐጥታ ናብቲ ዘይተጸበናዮ መጺኡ ኣሽሓት ጨጓር ዳንጋ ዝወሰደ ኩናት ወራር ወያነ ዘተኣሳስሮ ነይረ። ቀጺለ እውን ኣብ ስእሊ ሓንጎለይ ብዙሓት ሰባት መጺኦሙኒ። ወዲ ባሕሮ ሓንቲ ምሸት እውን በይነይ ኮፍ ኣቢሉ ነቲ ዝውረ ዝነበረ ኲናት ቀዳማይ ወራር ኣስፊሑ መግለጺ ሂብኒ። ኲናትን መስዋእትን ግድን ክመጽእ እዩ፣ መንእሰይ እውን ክወሓጥ እዩ ኢሉኒ። ብርግጽ ከም ቃሉ ድማ ዝበሎ ግዜ ኣኺሉስ ቀዳማይ ወራር መጺኡ ንሓድጊ ናጽነት መንእሰይ ክምንጥል ጀሚሩ። ቀጻሊ ዝብላ ዝነበረ ወዲ ባሕሮ ሕጅስ ሃገርና ብደምና ክነውሕሳ ኢና፣ ስክፍታይ ግን መጻኢ ወለዶኸ ነዚ ንሓልፎ ዘለና ሽግር ተረዲኡ ብሓድነት ይጥመር ዶ ይኸውን እዩ ዝብል። ኣብ ሳልሳይ ወራር ዘይትርሰዓኒ ኣብ ጎቦ እምባሴራ ዓሪድና ከለና ብኹሉ ተኸቢብና ብጥሜትን ጽምእን ንግረፎ ከይኣኽለና እልፊ ዘይብሉ ደብዳብ ጸላኢ ዓቕልና ጸቢብልና ከሎ ኣብ ሓንቲ ባዕቲ ኣቲና ውዒልናስ ሓዲርና ኢና። መራሒ ጋንታና መምህር ህይወትናን ዝኾነ ወዲ ባሕሮ ንዓና ክኣሊ ላዕልን ታሕትን እንዳበለ ክሳብ ሕጂ ኣብ ዓይነይ ኣሎ። ከምቲ ዝነገርኩኹም ንዓይ ብፍሉይ ስለ ዝጠምተኒ ሒዙኒ ናብ ሓንቲ ካልእ ባዕቲ ኣተና። ደብዳብ ጸላኢ ስለ ዝበርተዐ ክልቴና ተጸቒጥና ትም በልና። ወዲ ባሕሮ ናብ ገለ ሓሳብ ኣትዩ ነይሩ። ኣነ ካልእ ይዛረቦ፣ ንሱ ግን ሓሳቡ ጌሹ ስለ ዝነበረ እወ ጥራይ እዩ ዝምልሰለይ። ኣብዚ እዋን ኮይነ ነተን ውሑዳት ዕላል ዘኪረ ክሓስቦ ከለኹ ነቲ ጸቢብና ዝነበረ መሬት ርእዩ ሞትና ዘይትተርፍ ስለ ዝኾነቶ እዩ ኣብ ካልእ ሓሳብ ኣትዩ ዝሕምብስ ነይሩ። በሬ! ርኣዮ! ደቂ ሰባት ገለ ምሂዞም ብሓዊ ከም ንጋጨብ ገይሮምና። ሰላምን ፍቕርንሲ መዓስ እዩ ጥቕመን ክፍለጥ? ባዕልኻ ንኹናት ትፈጥር። ሓቂ ንምዝራብ ንእሽተይ ስለ ዝነበርኩ እቲ ዝበለኒ ዋላ ሓንቲ ተረድኣንን። ናተይ መረዳእታ ስርዓት ወያነ ነታ ደም ዝፈሰሰ ሃገር ክወራ መፅኡ ኣሎ እሞ ያላ ንቐጥቅጦ ትብል ዘረባ እያ ኣብ ርእሰይ ነይራ። ወዲ ባሕረው ግን ኣብቲ ምቕጥቃጥ ዘሎ ሞት እውን ኣፍሊጥኒ ንፁር ገይሩ ኣይነገረንን። ግን እቲ ሞት ፈጺሙ ከም ዘየድሊ ብፍቕሪ ዝፍታሕ ጉዳይ ከም ዝነበረን ናይ ሽዑ ሃሳስ ዝተረደኣኒ ሕጂ ግን ምሉእ ብምሉእ ኣብ ውሽጠይ ዝነጸረለይ ዝኽሪ ገዲፍለይ እዩ። በሬ ደቀይ ድሕረይ ዘዕብዮም የብለይን። ብንእሽተይ ንሜዳ ወጼ ወሊደ እምበር ሓንቲ መዓልቲ ውሉደይን ሰበይተይን ኣየማሞቕኩ። ኣብዚ በረኻ እዩ ዕድመይ ዝሓልፍ ዘሎ። ሕጂ ውን መስዋእቲ ዘይተርፍ ዩ እዋእ ወዲ ባሕረው ስለምንታይ እሞ ደቅኻ ዘይትኸዶም ተገሪመ እየ ሓቲተዮ ምኽንያቱ ግድን ንደቁ ክናፍቅ ከም ዝኽእል ፈልጥ እየ በሬ ኣስተውዕል ጉዳይ ሃገር ቀዳምነት እዩ ተውሕስ ዶ ትኸውን እዩ ቀንዲ ስክፍታና እምበር እንተ ውሒሳስ ጽላል ሃገር መወደድርተ የብሉን ስለዚ ካብ ደቀይ ሃገር እየ ኣቐዲመ ዘረባ ወዲ ባሕሮ ኣዝዩ ገሪምኒ ምኽንያቱ ቅድሚ ደቁ ሃገሩ ዘቐድም መንእሰይሲ ኣበይ ዓለም ኮን ይህሉ ይብል ኣብዘን ውሑዳት ተመኩሮ ሂወተይ ድማ ከምዚ ዓይነት ተወፋይነት ዘለዎ ህዝቢ ፈጺመ ኣይረኣኹን ኣየንበብኩን ከምቲ ዝበለኒ ግን ጽላል ሃገር መወዳድርቲ ይብሉን ጽላል ስለ ዘይብልና ኣብ ስደት ንነብር ብምህላውና ሓቅነት ወዲ ባሕሮ ነጸረለይ ነዘን ስንቂ ዕምረይ ዝኾና ቃላቱ ተዛሪብኒ ኩነታት ክፈልጥ ካብታ ዝነበርናያ በዓቲ ወጸ። ደድሕሪኡ ክወጽእ ሓሲበ እኮ እንተ ነበርኩ፣ ተመለስ ኢሉ ግን ናብ ዝነበርኩዎ መሊስኒ። ረጊኡ ድንን ድንን እንዳበለ ናብታ ብጾትና ዝነበሩዋ በዓቲ ብጉያ ክኸይድ ከሎ፣ ክሳብ ሕጂ ክሓስቦ ዘሰንብደኒ፣ ሞርታር መጺኡ ሰብ ምዃኑ ክሳብ ንኽሕዶ ፋሕ ኣቢሉዎ። ኣሕ ወዲ ባሕሩ! እተን ዝተዛረበን ቃላትስ ናይ መወዳእታ ስምብልታ እየን ነይረን ማለት ኢለ ድሕሪ ወዲ ባሕሮ ብዙሓት ብጾትና ክሞቱን ክስውኡን ክስንኩልን ርኤ ኣነ እውን ፎኩሽ ተተንኪፈ መጸ እቶም መን ክዕብዮም እዩ ዝበለኒ ደቁ ይረኣዩኒ ኣበይ ኣለዉ ኾን ይብል ዛንታ ሚካኤለ ምስ ሰማዕኹ ድማ ብዝያዳ ወዲ ባሕሮ ኣብ ርእሰይ ዘመረ ከምቲ በዓል ሚካኤለ ድሕሪ መስዋእቲ ኣቦኦም ዝተሳቐይዎ ንወዲ ባሕሮ ደቁ እውን ይሳቐዩ ይህልው ይብል ኣበይ እሞ ክረኽቦም ወዲ ትካቦ ነዛ ተላሊና ዶ ትብል ደርፊ ክደርፋ ከሎ ምሉእ ስእሊ ናይ ወዲ ባሕረይ ዝቕርበለይ እታ ደርፊ ትርጉማ ይርድኣኒ እኳ እንተዘይበልኩ ውሕድ ግን ነቲ ኩነታት ትገልጽ ኮይኑ ይስምዓኒ ተላሊና ዶ ዓርከየ ተላሊና ዶ ተላሊና ዶ ከም ብሓድሽ ተላሊና ዶ ናብቲ ንኸዶ ምስ ተዋደደ እቲ ነዋድዶ ለካ ንስኻስ ካልእ ካልእ ትቃኒ እዘን ቃላት ብጣዕሚ እየን ዝገርማኒ ምስኪን ወዲ ባሕሮ ኣነ ከዕልሎ ከለኹ ንሱ ካልእ ነገር እዩ ዝቃኒ ነይሩ እቲ ሓደ ፈጣሪ ሓርነት እቲ ሓደ ቀታሊ ሓርነት ተፈቲንና ብኽልተ ብርግጽ ኣብ ኩናት ብዙሕ ነገር እዩ ዝፍትነካ ነብስን ስጋን ክፋኻኸራ ሓያል እዩ ሰውራ ወትካቦ ኩሉ ገሊጽዎ እዩ መን እዩ ሓርነት ዝፈጥር መኒኸ ሓርነት ዝቐትል ክምለስ ተስፋ ይገብር በቲ ሰውራ በቲ ስድራ ነብሲ ስጋ ክፋኻኸራ ኣብ ኩናት ክልተ ዓበይቲ ሕቶታት ዘይምለሰን ንኤርትራውያን ከም በዓል ወዲ ባሕረ ጀጋኑ ብጾትና ዘለኣለም ኣብ ልብና ይንበሩ ግን ክቡራት ኣሕዋተይ ሓንቲ ነገር ክብል ፍቐዱለይ ኣብ ሃገርና ብዙሕ ሽግር እዩ ንሓርነትን ሓድነትን ሓሊፉ ስለዚ ኣብ ነብሲ ወከፍና ስድራ ትንፋስ ንሓርነት ዘይሰወኣ ስለ ዘይብልና ካብ ዘለናዮ ረሳሕ መንገዲ ወጺና ከምቲ ዶክተር የሴፍስ ዝበለና ንጠመር ኣፋላላይ ወጊድልና ተጠሚርና ሽግርና ንስዓር ኢለ ክፍለየኩም ሓውኹም በረኸት ወዲ ዒራ ካብ ሽወደን እየ ሰላምን ጥዕናን ንኹልና ኤርትራውያን ከለና ሓንቲ ንሰምዕ ዘይመሰለኒኪ ኣነ ዝሓይሽ ወዲ ኤሮ ብሽምዛ መደብ እውን ብልቤ ዘመስግነካ ዝሃብካና ዝኽርን ቁም ነገርን ርዚን እሞ መንገድና ነፂርልና ናብ ቅኑዕ ኣተሓሳስባ ክንኣቱ ናይ ኩልና ድሌት እዩ ዝኸበርኩም ሰማዕቲ ናይ ሎሚ መደብና ኣብዚ ክንዛዝም ብኻልእ ትሕዝቶ ኣብ ካልእ መዓልቲ ክመጸኩም እየ። ኣብ ዝተፈላለየ ጉዳያት ዝኣቱ ነዛ መደብ ዝጠቅም ሓሳባት ተልዩኩም ክፉት እዩ ማዕጾና። ጥራይ ዝምህርን ዘዘናግዕን ይኹን። ኣነ ውን ጽቡቕ ተመንየ ክፍለየኩም ኣኣብ ዘለናዮ ሰላም ጥዕናን። እቲ ሓራ እቲ ንሓራ ነፍሲ ስጋን ክፋኻኽራ ሓያል እዩ ሰውራ ነፍስን ስጋን ክፋኻኽራ

እናመረሸኤ መንጎስ ቐትን ይወትን ዝምሕር ሞትን እናመረሸኤ ዝምሕር ሞት ታግሽዎ ናብቲ ዝሓሸ ዝምሕር ሞት ታግሽዎ ናብቲ ዝሓሸ ኣያ ናጽነት ዝምሕር ሞት ኣግሽዎ ናብቲ ዝሓሸ ዝምሕር ሞት መሪጽዎ ናብቲ ዝሓሸ ዝምሕር ሞት